ሰላም ዝኸበርኩምን ፈተዋትን ቤተሰብ ናይዚ ቻናል ከመይ ትኾኑ? ሎሚ እውን ከምቲ ልሙድ ብዝተፈላለዩ ዛዕባታት መፂእኩም ኣለኹ። ቅድሚ ግን እዚ ቻናል ንክዓቢ እዚ ቪድዮ ድማ ናብ ካልኦት ንክበፅሕ ላይክ፣ ሼር፣ ኮሞንት ብዓብዩ ድማ ሳብስክራይብ ብምግባር ጀምርዎ። እቡእ ብሓቲ ይግበረልኩም ይግበረልና ኣሜን። ዝሓሰውናዮ ሽሻይ፣ ዝሓሰውናዮ ሓጎስ፣ ዝሓሰውናዮ ገንዘብ ይፍጠረልኩም ይፍጠረልና ኣሜን።
ብመሰረት እቲ ኣብ ዘጋርድያን ዝወጸ ጽሑፍ፣ ሸሞንተ ዝመረተ ቪተን ገለ ክፋል መስደዲ ጽፍርን ክልተ ንኣሽቱ ብ ጎማ ዝተጠቕለላ ጽሑፋትን እዩ ኣብ ማህጸን ጽንዓት ተረኺቡ። እቲ ቀዳማይ መልእኽቲ ካብ ደቂ ኢረና ዝብል ኮይኑ ከምዚ ይንበብ፣ ደቂ ኢረና ጀጋኑ ኢና፣ ከምኡ ኢና እንገብር። ክንቅጽለሉ ኢና ሕጂ ውን ደቂ ኣንስትዮ ትግራይ ፍረ ከም ዘይህባ ክንገብር ኢና ሕነ ሽሕን ትሽዓተ ሚእትን ቴስዓን ዓመተ ምህረት ክንፈድዮ ሕጂ ውን ኣብ መስመር ይብል እቲ ካልኣይ ጽሑፍ ድማ ከብ ደቂ ኣስመራ ዝብል ኮይኑ ከምዚ ይንበብ። ጽንሑና ደቂ ኣስመራ ጀጋኑ ኢና እቲ ብቴስዓ ዝገበርካዮ ረሲዕካዮ ድሮ ንሕና ግን ሕጂ ውን ኣይነርስዕን ኢና ካብ ሕጂ ጀሚሩ ሓንቲ ትግራወይቲ ካብ ትግራዋይ ኣይክትወልድን እያ ፈደይቲ ሕነ ምዃንና ብስረና ከነረጋግጾ ኢና ካብ ሕጂ ጀሚሩ ንሓንቲ ጓል ከይትሓድጉ በልወን ንበለን ይብል ኣብዚ ነስተውዕል ነተን ጽሑፋት ብሞያዊ ዓይኒ እንተ ርኢናየን፣ ናይ ጸሓፍተን መንነት ጽቡቕ ገይረን እየን ዝገልጻ። ኤርትራውያን ከም ዘይጸሓፍወን ድማ ንጹራት እየን። ተጋሩውን ጽሒፎመን ኣይንብልን። ምኽንያቱ ተጋሩ ኣብቲ ዕለት እቲ ወይ ኣብቲ እዋን እቲ ግዳያት ስለ ዝነበሩ። ንኺድ ናብቲ ጽሑፍ። ኤርትራውያን ኤረና ኢና እንብል፣ ኣብዚ ግን ኢረና እዩ ተባሂሉ ዘሎ፣ ኢረና። ኣንስትዮ ድማ እንስትዮ እዩ ተጻሒፉ ዘሎ፣ ንሕና ነዛ ፊደል እ ኢና እንብላ፣ እ። a ክንብል እንተደሊና ሓጺር እግራ a ከምዚኣ ኢና እንጽሕፍ። ስለዚ ኣብ ኤርትራ ኣንስትዮ ኣይንጽሕፍን ኢና፣ ኣንስትዮ ኢና እንጽሕፍ። ኣብዚ ጽሑፍ ፊደል ክንቅጽለሉ ጽንሑና ከነረጋግጾ ዝብል ተጻሒፉ ኣሎ። ንሕና ነዛ ጽ ኣይንጥቀመላን ኢና ጸ ጽ ወይጾ ኢና እንጥቀም ሓንቲ ድማ ተጻሒፉ ኣሎ ኤርትራውያን ሓንቲ ኢና ንጽሕፍ ነዛ ፊደል ሐ ሓንቲ ሓጺር እግራ ኢና ንጥቀም ነዛ ፊደል ሐ ኢና ንብላ ስለዚ ሐንቲ ስለ ዘይንብል ሓ ንጽሕፍ ማለት እዩ ሓንቲ ድማ ንብል ኣብቲ ጽሑፍ ዘሎ ዓመተ ምህረት እውን ካልእ መርትዖ እዩ ደቂ ኢረና ጀጋኑ ኢና ከምኡ ኢና እንገብር ክንቅጽለሉ ኢና ሕጂ እውን ደቂ ኣንስትዮ ትግራይ ፍረ ከምዘይህባ ክንገብር ኢና ሕነ ሽሕን ትሽዓተ ሚእትን ቴስዓን ዓመተ ምህረት ክንፈድዮ ሕጂ ውን እብ መስመር ይብል ሕነ ናይቲ ሽሕን ትሽዓተ ሚእትን ቴስዓን ሸሞንተን ዝነበረ ውግእ ምዃኑ እዩ። ንሕና ብናይ ግእዝ ካላንደር ወይ ዓውደዋርሕ ስለ ዘይንጥቀም ነቲ ግዜ ሽሕን ትሽዓተ ሚእትን ቴስዓን ሸሞንተን ኢና ንብሎ። እቶም ናይ ግእዝ ዝጥቀሙ ግን ሽሕን ትሽዓተ ሚእትን ቴስዓን ይብልዎ።

ስለዚ ንሕና ውዕል ፕሪቶርያ ተቐቢልና ሕዚ እውን ንዝኾነ ይኹን ሓይሊ ብሰላም ዝመፀና ቁፅሪ ሓደ ሰላም ተቐበልቲ ኢና ማለት እዩ። ስሙና እውን ሓይሊ ሰላም እዩ። ንሰላም ኣይትነፅጋና ኣዕዋፍ ይደልያ ኩሉ ነገር ይደልያ ሰላም ብሰላም ብሓሳብ ኣሚንካ ብሓሳብ ወጊኻ ተኣማሚንካ ሓሳብ ተቐቢልካ ኢኻ ስልጣን ተቕበል እምበር ሓሳብ ተዘሸኒፍካ መሳርያ ናይ ዕልካ ስለ ዘይኸውን ሓይሊ ሰላም ከዓ እዚ ብመሳርያ ክገብሮ ስለ ዘይደሊ ሓደ ሰብ ዝዘናግዕ ህዝቢ እዚ ኩሉ ሓይሊ ዝነበሮ ብኣርባዕተ መኣዝን ብዓፋር ብኣገው ብምዕራብ ኣለና ክንኣቲ ንኽእል ኢና ግን ኣቲና ዝመፅእ ነገር ግን ኣብ ግምት ነእትዩ

ዝተዳኸመት ኢትዮጵያ ከኣ ኣብ ምፍጣር ባዕሎም ንባዕሎም ኢትዮጵያውያን ተናኺሶም ተዋጊኦም ክሳብ ምግባር ካብኡ በዚ ከይዲ እዚ ትግራይ እውን ዓቕሚ ትስእን ዝብል ገምጋም እዩ ዘለዎ እታ ተኽሲ ዶ ምባል ምፍራማ ኣኾርያቶ እታ ናይ ኬንያ ናይ ወፃኢ ሓይልታት ትብል ብቐጥታ ንባዕሉ ስለ ዝኾነ እታ ናይ ነን ኤንዲኤፍ ትብል ከዓ መከላከያ ዘይኮኑ ትብል ከዓ ነቶም ዘዋፈሮም ኣምሓሩ ምዕራብ ትግራይ ስለ ትትንክፍ ንሻዕብያ እንተሪኢኻዮ ምዕራብ ትግራይ ነፃ ክተውፅእ ትግራይ ኣይሕግዛን ዋላ በዚ ፅምዶ ኣየልዕሎን ኣየበረታተን ሻዕብያ ኣበይ ትኩር መሲልካ ኣብ ትግራይ ፀረ ሻዕብያ እዮም ተባሂሎም ዝሕሰቡ ተጋሩ ውቕዕዎም ይብሎም ንኣብነት ግዜያዊ ምምሕዳር ተኮይኑ ኣፍርስዎ ይብሎም ናይ ፀረ ሻዕብያ ኣተሓሳስባ ኣለዎም ተባሂሎም ዝሕሰቡ ተጋሩ መራሕቲ ናይ ወታደራዊ ይኹን ናይ ፖለቲካዊ ናይ ኤሊት ብሓፂሩ ምሁር እውን ሓዊሱ ማለት እዩ ናይ ሚድያ እውን ሓዊሱ እዚኦም ተሪኢኻዮ እዞም ሚድያ ዝዛረቡ ከለ የሸግሩ ኣለዎ ፍቲ መቐለ ኮይኖም ንምንታይ ኢኹም ኣደብ ዘይተትሕዝዎም እዩ ናይ ሻዕብያ ፕሮፓጋንዲስት እቲ ትግራዋይ ከዓ እዎ ሓቅኻ በቃ ካልኣይ ርክብ ከዓ ብባህሪኡ ባዕሉ እውን እቲ ሰብና ሓደ ዓብይ ጌጋ ዝፍፅሞ ዘሎ ኢለ ዝወስዶ ሻዕብያ ከም ሲፔሪየር ገይሩ እዩ ወሲዱ ዝቐርብ ዋላ ብሕወሓት ዝነበረ ቃልሲ እውን ብኡ እዩ ዝንቀፍ ባይዘወይ በቲ ናይ ቀደም ናይ በረኻ ናይ ሰሓል ንሻዕብያስ ከም ሱፔሪየር እንዳረኣኹምዎ ኢኹም መፅኹም ንባዕልኹም ከም ጂኒየር ኢኹም ትርዩ ከም ኢንፌሪየር ኢኹም ትርዩ ዋላ ሻዕብያ እውን ይብል ንዕቆም ኢና እሶም ማዕረን ኣይኮኑን ኣምሂርናዮም እባ ኣሰልጢናዮም ብዛዕም ዝዓ ዝበሃል ተሰኪምና ኣዲስ ኣበባ ኣብፅሕናዮም ገለ ዝብል እዚ መንፈስ እዚ ኣይተሰበረን ሕዚ ፅምዶ ዝብል ናብቲ ዶ ክኸዱ ከለዉ እቲ ትግራዋይ ቁሙጥ ኢሉ እዩ ዝቐርብ ተሪኢኻዮ እቲ ኤርትራዊ ዋላ ደቂቕ ሓፂር እንዳሃለዎ ንባዕሉ ክንደንባ ገይሩ እዩ ዘቕርብ ተሪኢኻዮ እቲ መንሽሙ ማለት እዩ ፕሮፓጋንዲስት ናይ ሻዕብያ እዩ ከዓ ውጥርጥር ኢሉ ተነፊሑ እዩ ዝቐርብ እቲ ትግራዋይ ከዓ ዋላ ገዚፍ ልዕሊኡ ቁመት ዘለዎ ገለ ኮይኑ እንዳሃለወ በቃ ናይ ኢንፌሪየር ኮንካ ናይ ምቕራብ መንፈስ ፅቡቅ እ፣ ፅቡቅ እ፣ ኣሎ ግዜ ዝኾነ ማለት እዩ።
ጉዳይ ግን እታ ናይ ታሳልሰይቲ ታሳልሰይቲ ዘኮረየቶም ተኽሲ ደው ብምባላ ነን ENDF and Foreign Force ይውጽኡ ትብል ናይ ናይሮቢ ብምምጻኣ ክልተ ሳልሰይቲ ከዓ ናብ ትግራይ መሰረታዊ ኣገልግሎት በጀት ዝበሃል ካብ ትግራይ እዮም ኢሎም ረእዮሞ እቲ ዕፅዋን ክባን ከመይ ከም ዝደልይዎ ረእዮሞ በጀትስ ሕዚ ንሶም ትንፋስ ሰርዐት ትግራይ ቁሩብ ኢኮኖሚያዊ ምንቅስቃስ ዘለዋ ትግራይ ክትብገስ እያ እዩ እሶም ኦረዲ ዊኣር ኣብ ሕማቅ ኩነታት ኢና ዘለና ኢሎም ደምዲሞም እዮም ስለዚ ናብኡ ኢና ክንጎቶም ዘለና እዩ ብዲሞክራሲ ብሰብኣዊ መሰል ብስነ መንግስቲ ብኢኮኖሚ ብቁጠባ ብግዛዕ ናፍቲ ናትና ደረጃ ሓንቲ ዝብልዋ ካላ ዕስራ ዓመት ዓፅዮም ድከት እትዮምና እዮም እሞ ንሕና ከዓ ሕዚ ከምኣ ንግበሮም ዝብል ሌትስ ኤሪትሪያናይዝ ትግራይ ዝዓይነቱ ስምዒት ማለት እዩ ሶታይ ኢሎም በጀት ምስ ተለቐቀ ኡይ እዮም ኢሎም እቲ ፌደራል መንግስቲ በዓላ ድሕሪ ሰላም ስምምዕነት ፈሪሙስ ኦኬ ብኡ ኮሪኻና ኢኻ ናይ ሮብ እውን ከምዚ ዕጡቓት ናይ ኣምሓራ ይውፅኡ ፎሬን ፎርስ ይውፅኡ ኢልካ ኢኻ ኦኬ እዚ እውን ድሓን በጀት ግን ከመይ ጌርካ ትዎም ምክንያቱ እቲ ቢልየንስ ዝቁፀር ሃፍቲ ኣብቲ እዋን ኩናት ንሶም እዮም ዝኽፈልዎ ነይሮም ባይዘ ክንሱ ናይ ደም ገንዘብ እንዳተባሃለ ይዝክር ሓደ ቲኤምኤች መራርሓ እንዳሃለኹ ሽዑ ከዓ ብሕታዊ ሚድያና እውን ትፈልጥ ኢኻ እሱ ነይሩ ኣብቲ ኩናት እዋን ምሩኻት ናይ ኤርትራ ቪድዮ ይስደደላ ነይሩ ካብ ዓዲ ፕራብሊ ትነብረው ውፍቶም ቲም ምስኻ እውን ስደደልና እሞ ታይ ይብሉ መሲልካ እቶም ሙሩኻት ንምንታይ ኢኹም ኣብ ትግራይ መፂኹም ትሞቱ መስዋእቲ ትኸፍሉ ትጉድኡ ገለመለ ይብልዎ ይብሎም እቲ ጋዜጠኛ ንሕና ኣይንፈልጥን ግን መራሕትና ግን እንታይ ይብሉና ደሞዝ ተገይሩልኩም ጥዑይ ክዳን ጥዑይ ምግቢ ምብላዕ ዝጀመርኩም እዚ ካብ ዓደም ሓራ ዝመፅእ ስጋ ትበልዑ ዘለኹም ሳላ ኣብይ እዩ ወያነ እዚአን ዕስራ ዓመት ከሊእኩም ጠሚኹም ነይርኩም ሕዚ ግን ኣብይ ካብ ወያነ መንጢሉ ዘይብልዐኩም ኣሎ ስለዚ ንኣብይ ምሕውሓስ ምሕላው ከይወርድ ካብ ስልጣን ከይውገድ ምድሓን ኢዝ ኢን ቤስት ኢንትረስት ኦፍ ናህታትኩም እታ ትበልዕዋ ቀለብኩም እታ ደሞዝኩም ወይም ንግድ ባንክ ከይተረፈ ኣሎ ፎቶ ደሞዝ ከይዶም ክቕበሉ ነይሮም ሻዕብያ እዚ ዝበሃል ኣይነበሮምን ዳርጋ ምንም በቃ ምግቦም ተበልካ ክዳኖም ተበልካ ጫማኦም ተበልካ መሃዮም ተበልካ ዝሞተ እዩ ነይሩ ሶ ነብሲ ዝሰርዓና ሳላ ኣብይ እዩ ሶ እሳ ክትቅፅል እዮም ዝደልይዋ ኣትዋት ኤክስፐንስ ኣደ ኤክስፐንስ ኦፍ ትግሪያንስ ሶ እታ በጀት ትብል እውን ብጣዕሚ እያ ፀልዓላ ኢላቶ ድሓን ኮይናት ደው ይበል እቲ ናይ ናይሮቢ እውን ይፈረም ብውሕድ ግን እታ ዕፅዋን ክባንስ ቁሩብ ዘየፅናሕ ትግራይ እንታይ እያ ቀለብ ትረክብ ትግራዋይ እንተወሊዑስ ክጥዕሞ እዩ ክምችዎ እዩ ዘደራጆ እዩ ዓቕሚ ክህልዎ እዩ ዓቕሚ ክፈጥር እዩ ተደራጅዩ ምናልባት እውን ዝፈፀምናዮ ክስታይ ንሕነ ንክፈዱ ክመፀና ይኽእል እዩ ዝብል ገምጋም ስለ ዘለዎም እዩ ክብለካ ደሊ